ሰላም ዝኸበርኩም ተኸታተልቲ ስኔማ ሰመረ ንመላእ ህዝቢ ኤርትራ ኣብ ውሽጥን ኣብ ወጻን ዝርከብ ርሑስ ሓድሽ ዓመትን በዓል ልደትን እናበልና ናብ ዕለታዊ ዜና ስፖርት ክንሰግር ሰናይ ምክትታል ኣብዚ ግዜ ካብ ዘለዉ ምኩራት ገዳይም ኤርትራውያን ተቐዳደምቲ ሜሮን ቶሸመ ምስ ኣልጀርያዊት ኮንቲነንታል ጋንታ ማዳር ፕሮ ሳይክሊንግ ንዝመጽእ ዓመት ተጠርኒፉ ክወዳደር ውዕል ኮንትራት ከም ዝፈረመ እታ ጋንታ ብወግዒ ኣፍሊጣ። ማዳር ፕሮ ሳይክሊንግ ሓንቲ ካብተን ኣብ ኣፍሪቃ ዘለዋ ንጡፋት ኮንቲነንታል ክለባት ኮይና፣ ኣብ ዝሓለፈ ዓመት ኣብ ብዙሓት ውድድራት ተሳቲፋ ብርክት ዝበሉ ዓወታት ድሕሪ ምምዝጋብ ካብ ኣፍሪቃውያን ኮንቲነንታል ጋንታታት ቀዳመይቲ ካብተን ክልተ ሚእቲ ዝኾና ብዩሲኣይ ኣፍልጦ ዝረኼበን ዘለዋ ኮንቲነንታል ክለባት ድማ መበል ኣርባዓን ሸሞንተን ደረጃ ሒዛ ክትዛዝም ዝበቐዐት ጋንታ'ያ። ሜሮን ተሾመ ካብ ክልተ ሽሕን ዓሰርተ ሽዱሽተን ክሳብ ክልተ ሽሕን ዓሰርተ ሸሞንተን ኣብ ደረጃ ኮንቲነንታል ጋንታ ምስ ጀርመናዊት ባይክኤ ተሰሊፉ ተወዳዲሩ ከምዝነበረ ዝዝከር ኮይኑ፣ ካብታ ጋንታ ድሕሪ ምስንባቱ ግን ኣብ ውሽጢ ሃገር ካብ ኩረሻ ብሽክለታ ከይወረደ ሓያል ጻዕርታ ድሕሪ ምክያድ ኣብ ዝሓለፉ ሰለስተ ዓመታት ድማ ተኣምር ዝኾነ ሓያል ኮንዲሽን ብምጥራይ ንሃገራዊት ጋንታ ኤርትራ ወኪሉ ኣብ ብርክት ዝበሉ ውድድራት ብምስታፍ ዓበይቲ ዓወታትን ሓላፍነት መሪሕነት ጋንታ ወሲዱ ንደቂ ጋንቱ ንምዕዋትን ዓቢ ጻዕሪ ዝገበረ ተቓዳማይ እዩ። ሜሮን ተሾመ ሻምፕዮን ኤርትራ ናይ ጽርግያ ውድድር ክልተ ሽሕን ዓሰርተ ሰለስተን ኮይኑ ንሻምፕዮን ኣፍሪቃ ናይ ግዜ ውድድር ክልተ ሽሕን ዓሰርተ ሸውዓተን ንናይ ግዜ ውድድር ጸወታታት መላእ ኣፍሪቃ ክልተ ሽሕን ዓሰርተ ሓሙሽተን እውን ቀዳማይ ኮይኑ ብምዕዋት ተሸላሚ ወርቂ መዳልያ ምዃኑ ይፍለጥ። ብኣዳለውቲ ላ ትሮፒካለ ኣሚሳ ቮንጎ ተወዲቡ ንዝበለጸ ተቐዳዳማይ ኣፍሪቃ ክልተ ሽሕ ዕስራን ኣርባዕተን ኣፍልጦ ዝህብ ሽልማት ብሉጽ ተቐዳዳማይ ኣፍሪቃ ኤርትራዊ ፕሮፈሽናል ተቐዳዳማይ ቤልጂማዊት ጋንታ ኢንተርማርሸ ቢንያም ግርማይ ንራብዓይ ዓመቱ ዝበለጸ ኣፍሪቃዊ ተቐዳዳማይ ኮይኑ ተዓዊቱ። ኣብቲ ብኣቦ ወንበርነት ዕዉት ሓሙሽተ ውድድራት ዙር ፈረንሳ ፈረንሳዊ በርናውል ሂናውል ተመሪሑ ብዕስራን ሓሙሽተን ኣባላት ኮሚቴ ካብ ኣሰልጠንትን ተቐዳደምትን ኣባላት ፈደሬሽንን ዝተዋፅኡ ዝተገብረ ምስርሕ ምሟይ ኤርትራውያን ተቐዳደምቲ መርሃዊ ቅዱስ ሓምሻይ፣ ዳዊት የማነ ሻድሻይ፣ ናትናኤል ተስፋጽዮን ድማ ሻውዓይ ደረጃ ሒዞም ምስ ቀዳሞት ዓሰርተ ተሰሪዖም። ንሳልሳይ ዓመቱ ዘውዲ ሻምፕዮን ኣፍሪቃ ዝደፍእ ሄኖክ ሙሉብርሃን ስሙ ምስ ቀዳሞት ዓሰርተ ብዘይምስርዑ ኣካታዒ ኣርእስቲ ፈጢሩ። ሽልማት ብሉጽ ተቐዳዳማይ ኣፍሪቃ ኣብ ክልተ ሽሕን ዓሰርተ ክልተን ምዕዳል ካብ ዝጅምር ትሽዓተ ግዜ ኤርትራውያን ተቐዳደምቲ ነዚ ሽልማት ክዕወተሉ እንከለዉ ኣብ ዝሓለፉ ሓሙሽተ ዓመታት ድማ ብተኸታታሊ ተዓዊተምሉ ኣለዉ። ናትናኤል ብርሃነ ኣብ ክልተ ሽሕን ዓሰርተ ክልተን፣ መኽሰብ ደበሳይ ኣብ ክልተ ሽሕን ዓሰርተ ኣርባዕተን፣ ዳንኤል ተኽለሃይማኖት ኣብ ክልተ ሽሕን ዓሰርተ ሓሙሽተን፣ ተስፎም ዕቕበማርያም ኣብ ክልተ ሽሕን ዓሰርተ ሽዱሽተን፣ ሄኖክ ሙሉብርሃን ኣብ ክልተ ሽሕን ዕስራን ሰለስተን፣ ቢንያም ግርማይ ድማ ኣብ ክልተ ሽሕን ዕስራን፣ ክልተ ሽሕን ዕስራን ሓደን ክልተ ሽሕን ዕስራን ክልተን ከምኡ'ውን ኣብ ክልተ ሽሕን ዕስራን ኣርባዕተን እዚ ሽልማት ብምዕዋት ናይ ገዛእ ርእሱ ክብረ ወሰን ባዕሉ ሴርዎ። ቢንያም ግርማይ ኣብ ክልተ ሽሕን ዕስራን ኣርባዕተን ዘመዝገቦ ሓደሽቲ ክብረ ወሰናት ምጽብጻብ ንባዕሉ ሓደ ነብሱ ዝኸኣለ ስራሕ እዩ። ቢንያም ነዚ ሓደሽቲ ክብረ ወሰናት ንምምዝጋብ እቲ ንልምምድ ዝዝውሮ ከይጸብጸብካ ኣብ ውርድር ጥራይ ዓሰርተ ሓደ ሽሕን ሸውዓተ ሚእትን ሰብዓን ሰለስተን ኪሎ ሜትር እዩ ዘዊሩ። ነዚ ርሕቕ ንምርዳእ ምእንቲ ክቐልል ድማ ካብ ደቡብ ኣፍሪቃ ናብ ግብጺ ብመንገዲ ሽዱሽተ ሽሕን ኣርባዕተ ሚእትን ሰላሳን ሓደን ኪሎ ሜትር ርሕቐት እዩ ዘለዎ። ቢንያም ድማ ኣብዚ ዓመት ጥራይ ኣብ ውርድር ነዚ ርሕቐት እዚ ክልተ ግዜ ተመላሊስዎ። ኣብ ውርድር ልዕሊ ርሕቐት ዝሸፈኑ ተቐዳደምቲ እኳ እንተለዉ ናይ ቢንያም ግን ምስ ማእለያ ዘይብሉ ክብረ ወሰናት እዩ። በቲ ቀንዲ ምስ እንጅምር፣ ቢንያም ግርማይ ኣብ ዙር ፈረንሳ ክልተ ሽሕን ኣርባዕተን ኣብ ዘካየዶ ዕስራን ሓደን መድረኻት ዝሸፈነ ውድድር ብሓደ ሓምለ ኣብ ሳልሳይ መድረኽ ቀዳማይ ወጺኡ። ኣብዛ መድረኽ ብዘመዝገቦ ዓወት ኣብ ዙር ፈረንሳ ዓወት ዘመዝገበ ቀዳማይ ጸሊም ኣፍሪቃዊ ተባሂሉ። ንእግረ መንገዱ ንኤርትራ እውን ቀዳማይ ናይ መድረኽ ዓወት ኣብ ዙር ፈረንሳ ኮይኑ ተመዝጊቡላ። እታ ንሱ ዝወዳደረላ ቤልጂማዊት ጋንታ ኢንተርማርሸ እውን ኣብ ዙር ፈረንሳ ናይ መድረኽ ዓወት ከተመዝግብ እዚ ናይ መጀመርያ እዩ። ስለዚ ስም ቢንያም ግርማይ ኣብታ ጋንታ ብማንም ዘይውሰድ ክብረ ወሰን ኮይኑ ተወሪቑ። ኣብ ሓምሻይ መድረኽ ታሽዓይ ብምውጻእ ነቲ ኣብ ቅጽበታዊ ውድድር ዝለዓለ ነጥቢ ንዘዋህለለ ተጻዋታይ እትወሃብ ቀጠልያ ማልያ ምስ ወነና ድማ ቀዳማይ ኣፍሪቃዊ ኣብ ዙር ፈረንሳ ቀጠልያ ማልያ ክለብስ ዝኸኣለ ተባሂሉ ሓድሽ ክብረ ወሰን ኣመዝጊቡ። እዚ ክብረ ወሰን እዚ ንዕኡ፣ ንጋንትኡን ንሃገሩን ንኣፍሪቃን ሓድሽ ታሪኽ እዩ። ቢንያም ግርማይ ኣብ ሻድሻይ መድረኽ ካልኣይ ድሕሪ ምውጽኡ ኣብ ሻምናይ መድረኽ ደጊሙ ቀዳማይ ብምውጻእ ንዕኡ፣ ንጋንትኡ፣ ንሃገሩን ኣፍሪቃን ካልኣይ ናይ መድረኽ ዓወት ብምምዝጋብ ንክብረ ወሰኑ ባዕሉ ኣማሓይሽዎ። ቢንያም ኣብ መበል ዓሰርተ ክልተ መድረኽ ንሳልሳይ ግዜኡ ቀዳማይ ብምውጻእ ኣብ ዙር ፈረንሳ ሰለስተ ግዜ ናይ መድረኽ ዓወት ዘመዝገበ ኣፍሪቃዊ ዝብል ሓድሽ ክብረ ወሰን ተላቢሱ። ቢንያም እዚ ጥራይ ኣይኮነን። ኣብ መወዳእታ ተዓዋቲ ቀጻላይ ማልያ እቲ ውድድር ብምዃኑ ሓድሽ ክብረ ወሰን ብሽሙ ኣጽሒፉ። ነዛ ማልያ ቅድሚ ቢንያም ዝኾነ ኣፍሪቃዊ ዋላ ንሓንቲ መዓልቲ እውን ትኹን ዝተኸድና ኣይነበረን። ቢንያም ግን ካብ ሓሙሻይ መድረኽ ጀሚሩ ንዓሰርተ ሽዱሽተ መዓልታት ንቀጻልያ ማልያ ብምውሓስ ብውህሉል ነጥቢ ክውንና ምኽኣሉ ሓድሽ ክብረ ወሰን እዩ ኣመዝጊቡ። ቢንያም ኣብ ጂሮ ዲኢታልያ ክልተ ሽሕን ዕስራን ክልተን ሓንቲ መድረኽ ሰለስተ ግዜ ድማ ኣብ ቱር ዲ ፍራንስ

ምናልባት ውን ብቐሊል ኣብ ሓጺር ግዜ ዝብጻሕ ዘይመስል ሓድሽ ክብረ ወሰን ዘጽሓፈላ ዓመት ኮይና እያ ሓሊፋ ክልተ ሽሕን ዕስራን ኣርባዕተን። ናብ ካልእ ቢንያም ኣብዚ ዓመት ዘመዝገቦ ዓወታትን ክብረ ወሰናትን ምስ እንሰግር፣ ቢንያም ብ ዕስራን ሓሙሽተን ጥሪ ኣብ ኣውስትራልያ ኣብ ዝተኻየደ ናይ ሓደ መዓልቲ ውድድር ሰርፍ ኮስት ክላሲክ ቀዳማይ ብምውጻእ ኣብቲ ውድድር ዝተዓወተ ቀዳማይ ኣፍሪቃዊ ክኸውን በቒዑ። ብዘይካዚ ቢንያም ግርማይ ኣብ ካናዳ ኣብ ዝተኻየደ ግራንድ ፕሪክስ ኩቤካ ከምኡ ድማ ኣብ ቤልጁም ኣብ ዝተኻየደ ውድድር ቢንቸ ቺማይ ቢንቸ ኣብ ክልቲኡ ካልኣይ ብምውጻእ ንዕኡ፣ ንጋንትኡ፣ ንሃገሩ ኣፍሪቃን ሓድሽ ክብረ ወሰን ኣመዝጊቡ። ቅድሚኡ ኣብ ክልቲኡ ውድድር ነቲ ቢንያም ግርማይ ዘመዝገቦ ዓወት ዝዳረግ ዘመዝገበ ኣፍሪቃዊ ኣይነበረን። ቢንያም ግርማይ ከም መርኣያ'ቲ ኣብ ዓመተ ክልተ ሽሕን ኣርባዕተን ዝተጓናጸፎ ዓበይቲ ዓወታት ኣብ መፋርቕ ወርሒ ጥቅምቲ ዓስራይ ርእሱ ንሽልማት ዝበለጸ ተቐዳዳማይ ቬሎ ዲ'ኦር ተሓጽዩ ቢንያም ነዚ ሽልማት ክሕጸ ዝበቕዐ ፈላማይ ኣፍሪቃዊ'ዩ። እቲ ሽልማት ቬሎ ዲ'ኦር ዝበሃል ኮይኑ ዓመታዊ ብሉጽ ብቕዓት ንዘርኣዩ ተቐዳደምቲ ብሽክለታ ዝወሃብ ሽልማት እዩ። ከምቲ ኣብ ኩዕሶ እግሪ ሽልማት ባሎን ዲ'ኦር ማዕሪኡ ኣብ ብሽክለታ ዝወሃብ ሽልማት ድማ እዚ ቢንያም ዝተሓጽየሉ ሽልማት ቬሎ ዲ'ኦር እዩ። ነዚ ሽልማት ስሎቬንያዊ ታደይ ፖጓቻ ክዕወተሉ እንከሎ ቢንያም ግርማይ ኣብዚ ሽልማት ሻድሻይ ኮይኑ ተሓርዩ። ኣብዚ ኣብዚ ዓመት ቢንያም ግርማይ ዝበለጸ ተቐዳዳማይ ኣፍሪቃ ኮይኑ'ውን ተሓርዩ። ቢንያም ነዚ ሽልማት ንራብዓይ ግዜ'ዩ ዝሽለሞ ዘሎ። ኤርትራ ግን ኣብዚ ዓመት ብቢንያም ግርማይ ጥራይ ኣይኮነትን ደሚቓ። ኤርትራ ኣብቲ ኣብ መጋቢት ኣብ ጋና ዝተኻየደ መላእ ውድድራት ኣፍሪቃ ዝለመደቶ ዓወታት ኣይተጋደፋን። ኣብ ውድድር ክራይተሪም ደቂ ተባዕትዮ ናሆም ዘርኣይን መርሃዊ ቅዱስን ብዘይተቛጻጺ ባንዴራ ሃገሮም ሒዞም ቀዳማይን ካልኣይን ክኣትዉ እንከለዉ ሚልክያስ ማእከለ ድማ ንበይኑ ሳልሳይ ደረጃ ሒዙ። በዚ መሰረት ኤርትራ ብመንገዲ ናሆም ዘርኣይ ኣብ ናይ ዓበይትን ትሕቲ ዕስራን ሰለስተን ዓመትን ክልተ ወርቂ መዳልያ ካብ መርሃዊ ቅዱስ ብሩር ካብ ሚልክያስ ማእከለ ድማ ነሓስ መዳልያ ዓቲራ። ብዘይካዚ ኤርትራ ኣብ ናይ ደቂ ኣንስትዮ ትሕቲ ዕስራን ሰለስተን ዓመት ካብ ኣድያም ዳዊት ወርቂ፣ ካብ ቅሳነት ወልደሚካኤል ድማ ነሓስ መዳልያ ረኺባ። ኣብቲ ካብ ትሽዓተ ክሳብ ዓሰርተ ሰለስተ ጥቅምቲ ኣብ ኬንያ ዝተኻየደ ሻምፕዮን ኣፍሪቃ ኤርትራ ሸውዓተ ወርቂ፣ ሓሙሽተ ብሩር፣ ኣርባዕተ ነሓስ ብድምር ዓሰርተ ሽዱሽተ መዳልያታት ብምውህላል ብብዝሒ መዳልያታት ቀዳመይቲ ብምዃን ነቲ ውድድር ዛዚማቶ። ደቡብ ኣፍሪቃ ንኤርትራ ተኸቲላ ሰለስተ ወርቂ፣ ኣርባዕተ ብሩርን ሓደ ነሓስን ብድምር ሸሞንተ መዳልያ ኣዋህሊላ። ኡጋንዳ ድማ ክልተ ወርቂ፣ ክልተ ብሩርን ሓደ ነሓስን ብድምር ሓሙሽተ መዳልያ ረኺባ። ኢትዮጵያ እውን ሰለስተ ነሓስ ብምውህላል ንኤርትራ ተኸቲለን ውድድረን ዛዚመን። ኣብ ናይ ዓበይቲ ሄኖክ ሙሉብርሃን ንሳልሳይ ተኸታታሊ ዓመት ቻምፒዮን ኣፍሪቃ ክኸውን እንከሎ፣ ሚልክያስ ማእከለ ተዓዋቲ ብሩር መዳልያ ኮይኑ። ኣብ ደቂ ኣንስትዮ ትሕቲ ዕስራን ሰለስተን ዓመት ኣድያም ዳዊት ወርቂ ወሲዳ። ኣብ ናይ ትሕቲ ዓሰርተ ሸሞንተ ዓመት ኬቨን ተኽለማርያም፣ ሴም እዮብን ናሆም ኤፍሬምን ንጸወታ ምሉእ ብምሉእ ብምዕብላል ካብ ቀዳማይ ክሳብ ሳልሳይ ወጺኦም። ኣብ ናይ ደቂ ኣንስትዮ ትሕቲ ዓሰርተ ሸሞንተ ዓመት እውን ኤርትራ ብመንገዲ ናርዶስ ጸጋይን ኤልዳና በረኸትን ወርቅን ነሓስን ኣምጺኣ። ኣብ ንደቂ ኣንስትዮ ትሕቲ ዕስራን ሰለስተን ዓመት ናይ ውልቅ ናይ ግዜ ውድድር እውን ኤርትራውያን ሱዛን ፍስሃየን ኣድያም ዳዊትን ወርቅን ብሩርን ረኺበን። ኣብ ትሕቲ ዓሰርተ ሸሞንተ ዓመት ደቂ ተባዕትዮ ናይ ውልቅ ናይ ግዜ ውድድር ኬቨን ተኽለማርያምን ናሆም ኤፍሬምን ወርቅን ነሓስን መዳልያታት ኣምጺኦም። ኣብ ናይ ትሕቲ ዓሰርተ ሸሞንተ ዓመት ደቂ ኣንስትዮ ናይ ውልቅ ናይ ግዜ ውድድር ቤትኤል ኤፍሬም ወርቂ ተሸሊማ። ኣብ ታሪኽ ሻምፕዮን ኣፍሪቃ ኤርትራ ኣብ ክልተ ሽሕን ዕስራን ክልተን ኣብ ግብጻዊት ከተማ ሸርማል ሼኽ ኣብ ዝተኻየደ ሻምፕዮን ኣፍሪቃ ኣብ ኩሉ ውድድራት ዓሰርተ ሓሙሽተ መዳልያ ዝሓዘትሉ ከም ክብረ ወሰን ተታሒዙ ጸኒሑ እዩ። ኣብ ክልተ ሽሕን ዕስራን ኣርባዕተን ድማ ኣብ ኩሉ ውድድራት ኤርትራ ዓሰርተ ሽዱሽተ መዳልያታት ብምውህላል ንክብረ ወሰና ባዕላ ኣማሓይሻቶ። ናትናኤልን ኣማኑኤልን ሻምፕዮን ኤርትራ ዝኾንሉ ዓመት። ሻምፕዮን ኤርትራ ክልተ ሽሕን ዕስራን ኣርባዕተን ዓሰርተ ሰለስተ ሰነ ብናይ ውልቂ ናይ ግዜ ውድድር፣ ዓሰርተ ሓሙሽተ ሰነ ድማ ናይ ጽርግያ ውድድር ተኻይዱ። ኣብቲ ንመበል ዓሰርተ ኣርባዕተ ግዜኡ ዝተኻየደ ሻምፕዮን ኣፍሪቃ ኣብ ናይ ውልቅ ናይ ግዜ ውድድር ኣማኒኤል ገብረእግዚኣብሄር ቀዳማይ ክወጽእ እንከሎ ናትናኤል ተስፋጽዮን ድማ ኣብ ናይ ጽርግያ ውድድር ቀዳማይ ብምውጻእ ሻምፕዮን ኤርትራ ኮይኖም። ኣብ መትት ዕስራን ሰለስተን ዓመት ድማ ኣኽሊሉ ኣረፋይነ ሻምፕዮን ኤርትራ ክኸውን በቒዑ። ኣብ ጁንየር ደቂ ኣንስትዮ ኤልዳና በረኸት፣ ዮርዳኖስ ርእሶም ከምኡ ድማ ናርዶስ ጸጋይ ብቐደም ተኸተል ካብ ቀዳማይ ክሳብ ሳልሳይ ብምውጻእ ተዓወትቲ ወርቂ፣ ብሩርን ነሓስን መዳልያታት ኮይነን። ኣብ ትሕቲ ዕስራን ሰለስተን ዓመት ድማ ናይ ዝሓለፈ ዓመት ተዓዋቲት ቅሳነት ወልደሚካኤል፣ ኣድያም ዳዊትን ሮምና ጉዕሽን ካብ ቀዳማይ ክሳብ ሳልሳይ ኮይነን ውድድረን ዛዚመን። ኣብነታት ዕስራን ሰለስተን ዓመት እውን ንሳተን እየን ተዓዊተናሉ። ኣብ ጁኒየር ደቂ ተባዕትዮ ኤፍሬም ዘርእጋብር ካብ ጋንታናትና ቀዳማይ ብምውፃእ ተሸላሚ ወርቂ መዳልያ ኮይኑ ምንባሩ ዝዝከር እዩ። ባርከ ዝኸበርኩም ተኸታተልቲ ሲኔማ ሰመረ ደጊምና ንመላእ ህዝቢ ኤርትራ ርሑስ ሓድሽ ዓመትን ርሑስ በዓል ልደትን እናበልና ንፍልየኩም ሰላም